ሰላም ከመይ ጸንሑ ክቡራት ተኸታተልቲ ነዚ ሰዓት ዝሓረናዮም ሓጸርትን እዋናውን ዝበልናዮም ዜናታት ሒዝናልኩም መፂና ኣለና ንክትከታተልና ድማ ንዕድም ኣብዚ ቀረባ እዋን ኣብ ደቡባዊ ሶርያ ዝተለዓለ ግጭት 594 ሰባት ከም ዝተቐተሉ ሓደ ተቆፃፃሪ ጉጅለ ገሊጹ። ዓባይ ብርጣንያ ዝመደበሩ ተዓዛቢ ሰብኣዊ መሰላት ሶርያ ኣብቲ ካብ ሰነ ጀሚሩ ዝዋሶርዳይ ዝተለዓለ ግጭት ጭካነ ዝተርእዮ ቅትለት ከምዝተፈጸመ ሓቢሩ። ሚእትን ኣርብዓን ሽዱሽተን ዕጡቓትን ሓሙሽተ ሚእትን ሓደን ሰለማውያን ሰብን ዝርክቦም ሰለስተ ሚእቲ ኣባላት ውሕድ ዓሌቶም ድሩዛውያን ከምዝተቐተሉን ካብኣቶም እቶም ሰማንያ ሰለስተን ሓይልታት መንግስቲ ካብ ፍርዲ ወጻኢ ከምዝተቐተሉ እቲ ጉጅለ ትማል ምሸት ገሊጹ። ብተወሳኺ ብውሕዱ ክልተ ሚእትን ሓምሳን ሸውዓተን ኣባላት መንግስቲ ዓሰርተ ሸሞንተ ዕጡቓት ብዶማውየን ክቕተሉ እንከለዉ ሰለስተ ሰለማውያን ብዶማውየን ድማ ብዕጡቓት ድሩዛውያን ከምዝተቐተሉ ወሲኹ ሓቢሩ። እቲ ግጭት ኣብ መንጎ ማሕበረሰብ ደቡባውይን ድሩዝን ብዝተፈጠረ ዘይምርዳእ ዝተበገሰ እዩ። ካልኦት ዓሰርተ ሓሙሽተ ኣባላት ሓይልታት መንግስቲ ብናይ እስራኤል መጥቃዕቲ ኣየር ከምዝተቐተሉ ይግለጽ። እስራኤል ድማ ንድርዛውያን ንምክልኻል ሓይልታት መንግስቲ ካብ ሶዌይዳ ከምዝስሕቡ ንምግባር ዝፈጸመቶ መጥቃዕቲ ከምዝኾነ ገሊጻ። ኣሃዛት ተዓዘብቲ ሰብኣዊ መሰላት ሶርያ ብኡ ንብኡ ምርግጋጽ ኣይተኻእለን። እንተኾነ ምንጭታት ጸጥታ እቲ ኣሃዝ ሰለስተ ሚእቲ ከምዝበጽሕ ክገልጹ እንከለዉ፣ ካልኦት ተቖጻጻሪ ጉጅለ ሰብኣዊ መሰላት ሶርያ ብውሕዱ ሚእትን ስሳን ትሽዓተን ሰላማውያን ሰባት ከምዝሞቱ ሓቢሩ። ትማሊ ሓይልታት መንግስቲ ካብታ ብበዝሒ ብድርዛውያን ዝነብሩላ ከተማ ስዳይዳ ከም ዝሰሓቡ ድማ ይንገር። ነበርቲ ዕንወትን ዝሙትን ከም ዝተፈጸመ ከምኡ እውን ኣብ ጎደናታት ሬሳታት ከም ዝረኸቡ ሓቢሮም። ብሰኑይ ካብ መንግስቲ ሶርያ ዝመጽኡ ዕጡቓት ዝጸዓና ብፍላይ መኻይን ናብታ ከተማ ክኣትዋ ጀሚረን። እዚ ድማ ኣብ መንጎ ድርዛውያንን ብደይንን ዝተፈጠረ ግጭት ንምህዳእ ዝዓለመ ከም ዝኾነ ተገሊጹ ኣሎ። ብኻሊእ ዜናና ድማ ፕሬዚደንት ኣሜሪካ ዶናልድ ትራምፕ ብሕዱር ሕማም ሰራውር ደም ይሽገር ከም ዘሎ ዋይት ሃውስ ትማሊ ሓሙስ ኣፍሊጡ። ኣብ ቀረባ እዋን እግሩ ሕበጥ ድሕሪ ምግጣሙ ትራምፕ ንሻምበቆኣዊ ወይ ድማ ቬስከረር ምርመራ ሓዊሱ ኩሉ መዳያዊ ምርመራ ከም ዝገበረ ጸሓፊት ዋይት ሃውስ ገሊጻ። እታ ዝተጎድኣት ኢድ ትራምፕ ስፕሬይ ነብ ዝወሰደሉ እዋን ብተደጋጋሚ ምጭብባጥ ኢድ ከጋጥም ከም ዝኽእል ዝገለጸት ኮይና እዚ ድማ ልሙድ ክፋል ምክልኻል ጥዕና ልቢ እዩ ክትብል ገሊጻ። ወዲ ሰብዓን ትሽዓተን ዓመት ትራምፕ ምሉእ ጥዕና ከም ዘለዎ ብቐጻሊ ክጉስጉስ ዝጸንሐ ኮይኑ፣ ሓደ እዋን ነብስኻ ፕረዚደንት ኣዝዩ ዝጠዓየ ክብል ገሊጽዎ ነይሩ። ኣብዚ ቀረባ እዋን ኣብ ዝተገበረ ምርመራ፣ ሕዱር ሕጽረት ሰራውር ደም ዘለዎ ጸገም ሰራውር ደም ከም ዘለዎ ተረጋጊጹ። እዚ ኩነታት እዚ ሰራውር እግሪ ደም ናብ ልቢ ክጭጉዕ ከም ዘይኽእል ከምኡ'ውን ደም ኣብ እግሪ ክእከብ ምስ ዝገብር እዩ። እዚ ድማ ሕበጥ ከስዕብ ይኽእል። እዚ ኩነታት ብፍላይ ከኣ ኣብ ልዕሊ ሰብዓ ዓመት ዝዕድሚኦም ሰባት ከም ልሙድ ዝተወሰደ ከም ዝኾነ ዝግለጽ ኮይኑ፣ እዚ ድማ ንኹሉ ናይ ውጽኢታት ምርመራ ንቡር ከም ዝኾነ ገሊጻ። እቲ ምሉእ ሕክምናዊ ጸብጻብ ንጋዜጠኛታት ክዝርጋሕ ምዃኑ ዋይት ሃውስ ኣፍሊጡ። ብኻሊእ ዜናና ድማ ወታደራዊ መንግስቲ ብርኪናፋሶ ንኮሚሽን ምርጫ እታ ሃገር ኸም ዝኣለዮ ኣፍሊጡ። እቲ ካብ ክልተ ሽሕን ዒስራን ክልተን ብዕልዋ ስልጣን ዝሓዘ ወታደራዊ ጅንታ ብሰንኪ ሕጽረት ባጀት ስጉምቲ ከም ዝተወሰደ እዩ ገሊጹ ዘሎ። ኣቐድም ኣቢሉ ነቲ ዕልዋ ዝመርሐ ካፒቴን ኢብራሂም ትራወሬ ክስካብ ክልተ ሽሕን ዒስራን ትሽዓተን ኣብ ስልጣን ክጸንሕ ዘኽእል ውሳነ ከም ዘሕለፈ ይዝከር። ብኻሊእ ዜናና ድማ ዜና መስዋእቲ ዳሪክተር ቤት ትምህርቲ ሙዚቃ ኤርትራ ዝነበረ ገዲም ተጋዳላይ ሕሩይ ገብሪሚካኤል ተሰዊኡ። ገዲም ተጋዳላይ ሕሩይ ገብሪሚካኤል ኣብ ሽሕን ትሽዓተ ሚእትን ሓምሳን ኣርባዕተን ኣብ ኣስመራ ዝተወለደ ኮይኑ ኣብ ኣስመራ ዓብዩ ተምሃራይ ካልኣይ ደረጃ እንከሎ ናብ ዓለም ሙዚቃ ተጸንቢሩ። ምስተን ኣብ ሃገርና ዝነጥፋ ዝነበራ ባንድታት ካዓ ከም ሙዚቆኛ ተጸንቢሩ ኣብ ሆቴላት፣ ኣምባሳደርን ካልኦትን ነጢፉ። ፈለማ ኣብ ሽሕን ትሽዓተ ሚእቲ ተስዓታት ኣብ ህዝባዊ ሓይልታት ዝተሳተፈ ሕሩይ ኣብ ተዋጋኢ ሰራዊት ንዓመታት ድሕሪ ምግልጋሉ፣ ናብ ቤት ትምህርቲ ሰውራ ተቐይሮ መምህር ኦንላይን ኮይኑ ነዊሕ ጸኒሑ እዩ። ምስ ነጸነት ከኣ ሓደ ካብ መስረትቲ ቤት ትምህርቲ ሙዚቃ ኣስመራ ብምዃን ኣግልጊሉ። እቲ ንነዊሕ ዓመታት ዳሪክተርን መምህርን እቲ ቤት ትምህርቲ ሙዚቃ ብምዃን ስነ-ጥበብ ሙዚቃ ሃገርና ስነ-ፍልጠታዊ መልክዕ ከም ዝሓዘን ዘመናዊ ንምግባርን ዝዓለመ ክእለትን ዘመናዊ ንምግባርን ብዝለዓለ ክእለትን ተወፋይነትን ዝሰርሐ ሕሩይ ገብረሚካኤል ብሓሙስ ዓሰርተ ሸውዓተ ሓምለ መበል ሰብዓን ሓደን ዕድሚኡ ብሕማም ተሰዊኡ። ሎሚ ዓርቢ ድማ ኣብ መቓብር ሓርበኛታት ኣስመራ ስነ ስርዓት ቀብሩ ተፈጺሙ። ብኻሊእ ዜናና ድማ ሓደ ናይ ስርዓት ብልጽግና ደጋፊ ኣብ ገጻት ትዊተር ዝተረኸበ ሓበሬታ ከም ዘመላኽቶ ኤርትራ ምዕቡላት ድሮናትን ጀምራትን ተኺላ ትርከብ ከም ዘላን ከምኡ እውን ጸረ ድሮናትን ሚሳኤላትን ካብ ሃገራት ሩስያን ካልኦት ሃገራት ምዕራብን ኣብ ሓጸርቲ እዋናት ስለ ዝእተወት እያ። ስርዓት ብልጽግና ነዚ ነገራት እዚ ከየራጋገጸ ኣብ ልዕሊ ኤርትራን መንግስቲ ኤርትራን ስጉምትታት ክወስድ ኣይመርጸን ብምባል ኣብይ ኹናት ከልዕልዮ ዝለሉ ዝነበረ ነገራት ክፍፅሞም ዘይከኣለ ዝነገራት ስለዘሎ እዩ ክብል ገሊፁ። መንግስቲ ኤርትራን ሓይልታት ምክልኻል ኤርትራን እዚ ኣፅዋራት ኣለኒ ብምባል ኣብ ኣደባባይ ቀሪቦም ዘይፈልጡ ኮይኖም እቲ ዘለዎም ኣብ ኢዶም ብምሓዝ ኣብ ዘድልዮም ግዘን ሰዓትን እዮም ዝጥቀምሉ። ብተመሳሳሊ ዜናና ድማ ምስ ዕጥቁ ናብ ዶብ ኤርትራ ብወገን ዶብ ኢትዮጵያ ዳሉል ናብ ቡሬ ደባይ ሳማ ዝኣተወ ሰራዊት ክልል ዓፋር፣ ነዚ ላዕለዋይ ወታደራዊ ኣዛዚ ፍሉይ ሓይሊ ዓፋር የብርሃም ሓሰን ዝተመርሐ ሰራዊት ቅራዊ ግዘ ዝኣተወ ኮይኑ ሕጂ ድማ ንዕኡ ብምስዓብ ኣብ ልዕሊ ሰለስተ ሚእቲ ዝኾኑ ዕጡቓት ዓፋር ናብ ኤርትራ ዶብ ጥሒሶም ኣትዮም ኣለው። ዓፋር እናፈረሰት እያ ትርከብ። ዓለም ለኻዊ ማዕኸን ገንዘብ ብሰሉስ ኣብ ዘውፅኦ ሓበሬታ፣ ኢትዮጵያ ቁጠባኣ ንምምሕያሽ ዘእተወቶ ሰለስተ ነጥቢ ኣርባዕተ ቢልዮን ዶላር ውዕል ልቓሕ ብሰንኪ ሃገራት ዝህብኦ ሓገዛት ምንካዩ ኣብ ሓደጋ ከውድቓ ከምዝኽእል ኣጠንቂቑ። እዚ ትካል ኣብ ዘውጽኦ ሰፊሕ ጸብጻብ፣ ዝቕባበ ወይ ከዓ ምውሳኽ ዋጋታት ንህዝቢ ኢትዮጵያ ኣብ ጭንቀት እትይዎ ከምዘሎ ይግለጽ ኣሎ። ኢትዮጵያ ኣብ መጀመርታ ናይዚ ወርሒ ካብቲ ምስ ኣህጉራዊ ማዕኸን ገንዘብ ዘካየደቶ መደብ ክልተ ሚእትን ስሳን ክልተን ሚልዮን ዶላር እያ ከሲራ። ዕለታዊ መነባብሮ ኢትዮጵያ ኣዝዩ ምኽባሩ ዝተፈላለዩ ትካላት ዝገልጹ ዘለዉ ኮይኖም፣ ቀዳማይ ሚኒስተር ኢትዮጵያ ኣብይ መሓመድ ቅድሚ ኣዋርሕ ኣብ ዘካየዶ ቃለ መጠይቓት ግን ኣብ ኢትዮጵያ ዕቤት ዘይኮነስ ተኣምራት እዩ ዘሎ ክብል ተዛሪቡ ምንባሩ ኣይርሳዕን። መንግስቲ ኤርትራ ሰማንያ ተጋሩ ፈትሑ ናብ ሃገሮም ኣፋንዩ። ኣብ ኤርትራ ብዝተፈላለዩ ጉዳያት ተታሒዞም ዝጸንሑ ተጋሩ ትማሊ ናብ ትግራይ ዝኣተዉ ኮይኖም እቶም ሓንቲ ጓል ኣንስተይቲ ትርከቦም ሰማንያ ተጋሩ ብመስመር ዛላምበሳ ናብ ዓዶም ከምዝተመለሱ ትማሊ ኣማስዩ ዝተገለጸ ኮይኑ ስም ዝርዝሮም ድማ ተስፋማርያም ገብረኪዳን ግርማይ ዛላምበሳ፣ ተስፋይ ብርሃነ ወልደኪዳን መስሓሊት፣ ተስፋይ ተካ ሃይሉ ኣጽቢ፣ ተስፋይ ገብረመድህን ረዳ መቐለ፣ ተኪኤ ወልዳይ ገብረዋህድ ሓውዜን፣ ተኽለ ዘውዱ ወልደሚካኤል ዕዳጋ ሓሙስ። ተኽለወይኒ ገብረማርያም ጠበቆ። ተወልደ ተስፉነይ ኪዳነ ሽረ። ቶማስ ኪዳነ መብራህቱ ኣስገዶም። ነጋሲ ገዳሙ ግደይ። ላፍቶ ሃፍቱ። ኑርሑሴን ሳልሕ መሓመድ፣ ዓድዋ። ናትናኤል መድሃንየ ገብረማርያም፣ ኣፅበዳሪ። ናትናኤል ሰለሙን ኪዳነ፣ ዓድዋ። ናትናኤል የማነ ኣብርሃ፣ ውቕሮ። ናትናኤል መሓሪ ገብረጊዮርግስ፣ ሓንጎዳ፣ ንጉሰ መሓሪ ሓጎስ፣ ዮውሃን፣ ንጉሰ ገብረመድህን ዘርኣብሩኽ፣ ሞንጋስ፣ ኢሳቕ ተኽላይ መረሳ፣ ኣጉላዕ፣ ኢሳቕ ገብረመድህን ገብረዝግኣብሄር፣ ዕዳጋ ሓሙስ፣ ኢብራሂም መኮነን መሓመድ፣ ኣኽሱም፣ ኣለም ታዳሰ፣ ሓለፎም፣ ምጉማም፣ ኣትናኤል መረሳ፣ ዓሊተና፣ ኣማኑኤል ገብረማርያም፣ ኣጽብሃ፣ ዕዳጋ ሓሙስ፣ ኣስመሮም ታደሰ፣ ኣስገዶም፣ ኣኽሱም፣ ኣበበ ተስፋይ ገብረጻዲቅ ሆለይታ ኣቤል ሙሉጌታ ግርማይ ሸሽምኔ ኣብርሃም ወልደልወርስ ገብረኣብዝጊ ፍቃዳ፣ ኣታኽልቲ ገብረዮሃንስ ተስፋይ ዕዳጋ ዓርቢ፣ ኣንገሶም ተኣምራት ሽዋ፣ ኣስፈሮም ሃይለ ቀብረስበር፣ ኣስፈሮም ሃይለኣብ መለስ ዕዳጋ ሓሙስ፣ ኣስፈሮም ጌታቸው ገብረጻድቕ ብዘት፣ ኤቨን ገብረኣማረ ማይ ጻዕዳ፣ ኤፍሬም ተስፋይ ገብረመድህን ገራዕልታ። ኤፍሬም የማነ ኣባይ እንዳማርያም። ኤፍሬም ደሳለ ኣረጋዊ ናዝሬት። እምባየ ገብርህይወት ገብረስላሰ ማይሊሓም። ከድር ኣወዝ ኣራጅ ውቕሮ። ካልድ ኑርመሓመድ ኣኽሱም። ካሊድ መሓመድ ካሓሳይ ሽረ። ክብረኣም ሃይለማርያም ለማ ፋፂ። ኩሮም ሃይለ ፋፂ። ኩሮም ገብረዝጊኣብሄር ገብረማርያም መንዚ። ክፍሎም ግደ ኣብርሃ ዓዲግራት። ዓብዱሰላም ኑር መሓመድ ኣኽሱም፣ ዓወት ተኽላይ ብርሃነ ውቕሮ፣ ዘሚካኤል ሃይለ ንጉስ እንዳማርያት፣ ዜናዊ ባህረ ገብረሚካኤል ዓዲ ብዕራይ፣ ዮናስ ሓጎስ ወለስላሰ ዘለምባሳ፣ ዮናስ ገብሩ ሓጎስ ሳዕስዕ፣ ዩኤል ኪዳነ ኣሰፋ ሓውዜን፣ ዮናስ ተኽለማርያም ወልዳይ ዮሃኔት፣ ዳይመንድ ኣሌክሳንደር ተስፋይ መቐለ፣ ዳኒኤል ዘርሁን ሃይለማርያም ሲሐታ፣ ገብርሂወት ገብረጊዮርግስ ንጉስ ዓዲ ሕጻ። ገብረመድህን ተስፋይ ገዛሃይ ሰሮ። ፍረሂወት ዮሴፍ ኪሮስ ሓውዜን። ክንፈ ወልደገብርኤል ወድለገሪማ ቦቋሎ። እቶም ዝርዝራት እዚኦም ይመስሉ።